ጽቡቅ ኣለና ጽቡቅ ኣለና ከምቲ ዝሓሰብዎ ኣይኮነን ትማል እውን ሎሚ እውን ኣይኮነን ፅባሕ እውን ኣይኸውን ቲዲኤፍ ናይ ህዝቢ ትግራይ ተቋም እዩ ናይ ግለ ሰባት ድሌትን ሕልምን ከሳኽዕ ኣብ ቦሎ ቦሎ ዝኣቱ ተቋም ኣይኮነን። ዘሰለፎ ይፈልጥ፣ ዘቃልሶ ይፈልጥ፣ ትማለበይ ነይሩ ይፈልጥ፣ ሎመበይ ኣሎ ይፈልጥ፣ መጻኢ ዕድል ህዝቢ ትግራይ ምስ ናይ ባዕሉ ኩነታት ኣዛሚዱ ከመይ ክኸድ ከም ዘለዎ እውን ዝፈልጥ ሰራዊት እዩ። ብጣዕሚ ብሱል ተቋም እዩ። ይፅቦ ኣሎ ኣይመቸወን ዘይምችዎ ብዙሓት ነገራት ኣለዉ ናብርኡ ምችው ኣይኮነን ግን ክኢልዎ ናብራ ህዝቢ ትግራይ ዘይተስተኻኸለ ናብራ ትዲኤፍ ክስተኻኸል ኣይኽእልን ብጣዕሚ ብዙሓት በተለይ ኣብቲ ሰራዊት ኣመራርሓ ብዕድመ ዓበይቲ እዮም ኪኢሎሞ ለይትን ቀትርን ሕዚ እውን ንመናእሰይ ኣሕዋቶም እንዳሰልጠኑ እንዳዳለዉ ኣለዉ ቤተሰቦምን ብኣግባቡ ኣይተንከባኸቡን መብዛሕትኦም ናይ ትዲኤፍ ኣባላት ኣይመቸዎምን መናእሰይ ዩኒቨርሲቲ ዝተማሃሩ ኣብ ስራሕ ዝነበሩ ክንደይ ሕልሚ ዝነበሮም መዓት መናእሰይ ዝሕልሞም እዚ ኣይተሳኸዐን። ዝተሰውኡ ብጾቶም ኣለዉ። ፈቖዶ በረኻ ብኣግባቡ ዘየቀበርዎም። ናታቶም ሓደራ ኣለዎም። ናይ ህዝቢ ትግራይ ሓደራ ኣለዎም። ኣብ ኬንዳ ኮይኑ ካብቲ ኣብ ኬንዳ ዝረኽባ ስንዳይ እንዳኸፈለ ኣይዞኹም ዝብሎም ናብ ድፋዖም እንዳኸደ ዝተበታተነ ህዝቢ ኣሎ ኣብ ተምቤን ኣሎ ኣብ መቐለ ኣሎ ኣብ ሽረ ኣሎ ዓድዋ ኣኽሱም ኣሎ ዓዲግራት ኣሎ ኣብ ራያ ኣሎ እዚ ህዝቢ እዚዩ ሓደራ ኣለዎ ስለዚ ሓደራ ህዝቦም ዘይጠልሙ ማሕበራውን ኢኮኖሚያውን ፀገም ዘየንበርክኾም ብገንዘብን ብጥቕማጥቕምን ዘይድለሉ ሕዚውን ዓዶምን ህዝቦምን ዘቕድሙ ብታሪኽን መንነትን ተጋሩ ሕዚውን ዘይደራደሩ ጀጋኑ ተጋደልቲ ትግራይ እዮም ኣብ ሰራዊት ዘለዉ። ስለዚ ሕዚ እውን ኣለዉ። ኣብ ሓለዋ ኣለዉ፣ ኣብ ስልጠና ኣለዉ፣ ኣብ ዝተፈላለየ ምንቅስቓስ ተልእኾ ምፍፃም ኣለዉ። ፅቡቕ ኣለዉ። ከምቲ ፀላኢ ህዝቢ ትግራይ ዝተመነዮ ብዝረብሕን ዘይረብሕን ኣይተበተኑን ጥራሕ ዘይኮነስ ካብ መዓልቲ ናብ መዓልቲ ዓቕሞም እንዳወሰኸ ሓይሎም እንዳጠናኸሩ ንዝወሃቦም ተልእኾ ንምፍፃም ድሉዋት ኣለዉ። እዚም መግደፎ እቲም ብዝተፈላለየ መንገዲ ካብቲ ሰራዊት ዝወጽኡ እውን ኣብ ዝኾነ ኤዋን ኣብ ጎኒ ሰራዊትን ህዝብን ክኾኑ ድሉዋት እዮም። ገሊኦም እውን ይኣትዉ ኣለዉ፣ ዝኣትዉ እውን ክህሉ እዮም ብቐጻሊ፣ ምንም ጸገም የለን ኣብኡ። ስለዚ እቲ ዘሎ ሰራዊት እውን ድሉው እዩ። እቲ ንህዝቢ ትግራይ ናጽነተ ዝጸንሐ ሕዚ እውን ደጊሙ ከጽንት፣ ላዕልን ታሕትን እናበለ ህርድግ ዝብል ዘሎ ሰራዊት ፒፒ ወይ ድማ ናይ ፌደራል እውን መንግስቲ ፌደራል ባዕሉ እውን ኣነ ሕዚ ኣብዚ ሕዚ ሰዓት እውን ካብቲ ዝነበርክዎ እንደገና ዘመናዊ ዕጥቂ ተዓጢቐ እየ ከፅንተኩም እየ ክውደአኩም እየ እናበለ ብዝተፈላለያ ሚድያታቱ ብኣካል ባዕሉ ወፂኡ እውን ብዝተፈላለዩ ኣካላት እናገበረ እውን ይገልፅ ኣሎ ስለዚ እዚ ዞመናዊ ዕጥቂ ተዓጢቐ እየ ዝብል ዘሎ ምናልባት ንሕና ድማ ምስቲ ናይ ክልተ ሽሕን ዓሰርተ ሰለስተን ዝነበረ ስነ ሕዝቡ እናገናዘብና እሶም ዘመናዊ ዕጥቂ ክዕጠቑ እንከለዉ ብወገንናኸ ከመይ ኢና ክንዳሎ ብዋናኸ ንዕኡ ዘበርዕን ኩነታትከ ኣሎዶ እዚ ታይ ትብሎ ነገር ይህልወካ ይኸውን?
ትክክል እዩ ካብቶም ኣብ ውግእ ንውግእ ምቕያር ዓብዪ ተራ ዘለዎም ሓደ ናይ ሳይንስን ቴክኖሎጂ ዕብየት እዩ እሱ በይኑ ግን ኣይኮነን ሓደ እዩ ንውግእ ዝውስኑ ቁፅሪ ሓደ ኣተሓሳስባኻ እዩ ካብኡ እንታይ ዓይነት ናይ ውግእ ኣካይዳ ትኽተል ማለት እዩ። ኣተሓሳስባ ማለት እንታይ ዓይነት ናይ ውግእ ኩናት ተኾይኑ ብኩናት ደረጃ ብውግእ ደረጃ ናብ ጭቡጥ ነገር ተኸይድ ከዓ ብስትራተጂ ብኦፕሬሽን ብታክቲክ እንታይ ዓይነት ናይ ውግእ ኣተሓሳስባ ኣለካ እዩ። ኣተሓሳስባ እዩ መሰረት ገይሩ ድሕሪኡ ሓይሊ ሰብ ተምፅእ ተስልጠን ድሕሪኡ ተዕጥቕ ዕጥቂ እዩ ቴክኖሎጂ። ኦፍ ኮርስ ቴክኖሎጂ ናይ ኣተሓሳስባ ናይ ሳይንስን ቴክኖሎጅን ውፅኢት እዩ። ቴክኖሎጂን ናይ ሳይንስን ቴክኖሎጅን ውፅኢት ግን ወይ ዝለዓል ዕጥቂ ብሰማይ ይኹን ብምድሪ ይሃልኻ ግን ውግእ እዩ ውድእ። ውግእ ዝውድእ ናይ ውግእ ኣካይዳ እዩ። ኣተሓሳስባ እዩ። ናይ ውግእ ኣካይዳ ንናይ ውግእ ኣካይዳ ዝውስን ኣተሓሳስባ ከኣ ኣብ ትግራይ ሰራዊት ኣሎ ኣብ ኣመራርሕኡ ኣብቲ ሰራዊት ኣሎ ሰልጢኑ እዩ ድሮን እንተሃልዩ እኳ ፀረ ድሮን ኣሎ ኣየር ተሃልዩ እኳ ፀረ ኣየር ኣሎ ምስ ይተሓዝ ታንክ ተሃልዩ እኳ ፀረ ታንክ ኣሎ ኩሉ ነገር መፍትሒ ዘይብሉ ነገር የለን ሰብ እዩ ዝሰርሖ ኩሉ ዘይብልካ ብመከላኸሊ ትሕቲ መሬት ኣእቲኻ እውን ትከላኸል ኢኻ ብደረጁ ንብዙሕ ሰብ ከይወዕልካ ዝተወሰነ ክውዕልካ ብምግባር እውን ትከላኸል ኢኻ ስለዚ መከላኸሊ ዘድየ ኣለዎ ስለዚ ንሕና ኣተሓሳስባ እዩ ዝብለካ ዘለኹ ንስ እዩ እዚ ማለት ዘመናዊ ዕጥቀ የድሊ ናይ ነብሲ ወከፍ ናይ ቡዱን ናይ ኣሃዱ ናይ ብትግራይ ደረጃ ማለተይ ኮይኑ ንሱ ከኣ ዝከኣልናዮ ኩሉ ንገብር ኢና ምክንያቱ መብዛሕቱ ናትና ተጋድላይ ተማሃረ እዩ ብጣዕሚ ተማሃረ እዩ ኣብ ሓጺር እዋን ንሳይንስን ቴክኖሎጂን ውጽኢት ክጥቀም ዝክእል ሰራዊት እዩ ዘለና እና ንሱ ካብ ምምዕራይ እውን ኣይባዘናን ግን ሓደ ሓደ ነገር ግን ክነግረካ ብዝኾነ ይኹን መንገዲ ብሳይንስን ቴክኖሎጂን ድሮን ሓዝ ኣውሮፕላን ሓዝ ዘመናዊ መድፋዕ ሓዝ ታንኪ ሓዝ መወዳእታ ወዲ ሰብ እዩ ነዚ ዝውስኑ ነቲ ናይ ውግእ ኣካይዳን ነቱ ዝሓዝካዮ ማተርያል ናይ ምጥቃም ኮሚትመንትን ዕላማ እዩ ዝኾነ ዕጥቂ ስለ እተዓጠቅካ ኣሸናፊ ትኸውን ማለት ኣይኮነን። ኣብ ኣብ ዝኾነ ጉዳይ ልዕልነት ክህልወካ ይኽእል እዩ። ኣብ ዝኾነ ውግእ፣ ኣብ ዝኾነ ሰብ ሰብ ምቕታል ወይ ዝኾነ ግሩፕ ምቕታል ወይ ዝኾነ ግዛዕ ምዛዕ ውጽኢት ኣየምጽእን ማለት ኣይኮንኩን። ንሱ ኣይኮንኩ ክዛረብ ዘለኹ። ንሱ ይከኣል እዩ። ግን ኣጠቓላሊ ውግእ ዝውስን ናይ ውግእ ድምር ኩናት ዝውስን ግን ዝሓዝካዮ ፖለቲካዊ ዕላማን ካብቲ ዕላማኻ ንሱ ዝብገስ ናይ ውግእ ኣካይዳን ነዚ ኢኩዊፕመንት እዚዩ ነዚ ብሳይንስን ቴክኖሎጂን ዝማዕበለ መሳርሒ ዝጥቀምከ እንታይ ዓይነት ዕላማ ዘብ ካብትን ካብትን ሰብ ገዚእኻ ኣምጺኻ መሳርያ ስለ ዝሓዝካ ምናልባሽ ተኩስካ ዝኾነ ተቋም ክትዕጹ ዝኾነ መራሒ ክትቀትል ዝኾነ ውግእ ክተተዓናቕፍ ትኽእል ኢኻ ኩናት ግን ኣይትውስን ኩናት ዝውስኖ ዝሓዘካ ኣተሓሳስባ እዩ ፖለቲካሊ ካብቲ ፖለቲካ ዝብገስ ወታደራዊ ኣተሓሳስባ ካብኡ ዝብገስ ናይ ነብሲ ወከፍ ወተሃደር ብቕዓት እዩ መጨረሻ ኣብ መሬት እዩ ዝውዳእ ውግእ ብድሮን ተኮስካ ብመድፍዕ ተኮስካ ብግዛዕ ምዛዕ ገበርካ መጨረሻ ዝውደኦ ወዲ ሰብ በዚ ከዓ ህዝቢ ትግራይ ብምሉ ወታደር እዩ ስለዚ ብዙሕ ጉድኣት የምፀላን እሞ ነዚ ዝኸውን መከላኸለ ይነዳሉ ንባዕልና ይንመዓራረ ማለት ኣይኮንኩን ብዙ ውሰን ኩናት ግን የለን ብዙ ውሰን ኩናት ተዝኸውን ኮ ሰለስተ ዓመት ኣርባዕተ ዓመት ኮ ገይሩ ናይ ፋኖ ውግእ ንምንታይ ዳ ዘይውስኑ ስኢንካ እኮ ዝብሃል ነገር የለን። ካልኣይ ከኣ ናይ ኢትዮጵያ ጂኦግራፊክ ኣቀማምጣ ብጣዕሚ ከቢድ እዩ። ስለዚ መፍትሒ ቴክኖሎጂ ሒዘ መድፊ ሒዘ ታንኪ ሒዘ ኣውሮፕላን ሒዘ ወዳእኹም ዝብል ኣይሰርሕን። ንኹሉ ነገር ፖለቲካ መፍትሒኡ ዝሓይሽ ነዛ ዓዲ ንኹላህና ኢና ንብል ዘለና እና በዚ መንፅር እዚ እንተረኣናዮ ፅቡቅ እዩ እምበር ኣነ ናይ ቴክኖሎጂ ምዕባለ ኣብ ኩናት ኣብ ጠቅላላ ናይ ውግእ ኣካይዳ ንሪኦ ኣለና ሕዚ ኣብ ዓለም እኮ ብጂኦግራፍ ዕር ዝተረሓሓቀ ዓድታት እውን ከመይ ዓይነት ዳመጅ የምፅ ከም ዘሎ ንሪኦ ኣለና ይርደእኒ ትብሎ ዘለካ ንዕኡ ግምትና ከዓ ንባዕልና ነዳሉ ማለት እዩ እዚ ከይመፀና ኢልና ግን ከም ህዝቢ ኢድና ይንህብ ነውሪ እዩ